ሰላም ሰላም ክቡራት ተኸታተልቲ ኣባ ቻናል ከመይ ኣለኹም? ንሕና እግዚኣብሄር ይመስገን ሰላም ኢና። ንስኻትኩም ግን ኣብ ዘዘለሞ ሰላም ክትኮንለይ ናይ ኩሉ ግዜ ትምኒተ እዩ። እስኪ ናይ ሎማዓንቲ ብሎግ ናይ ህውሳእና ብንግፍኡ ተሲእና ቤተ ክርስቲያን እናኸድና ኢና። ክልቲኦም ቆልዓ ሓዚልና ናታን ሓፍቲ ሓዝላ ሃለይ ንእሽተይ ሓፍተይ ኣነ ከዓ ነቲ ሓዚለይ ንሪጎም ኣለኹም ክልቲኦም ፈጠጠጥ እዩ እኒኦ ማለት እዩ። በእግርና ኢና ንጓዓዝ ዘለና ካብኡ ያው ናይ ሎማዓንቲ ድባብ ካብ ናይ ትማሊ ድባብ ይሓይሽ ሎማዓንቲ እውን ያው መድሃኒ ኣለም ዓመታዊ ክብረ በዓል እዩ እንኳ ኣብፀሐና ንበዓል ሆሳእና ንዓመታዊ መድሃኒ ኣለም በዓል ግን እንኳ ኣብፀሐና ክብለኩም እፈቱ ያው ድባቡ ናይ ሎማዓንቲ ደስ ይብል ብንግህኡ እዚ ይመስል እዚ ድባብ ከምቲ ትርእይዎ ዘለኹም እናኸድና ዝቐረፅናዮ እዩ ህዝብና ለይቲ እንኮ ከይዱ ቤተክርስትያን ስዒሙ ይመጽእ ኣሎ ንሕና ከዓኒ ኣርፊድና ከዓኒ ናይ ሰነፋት ያው እናኸድና ኢና ሓዚ ማለት እዩ ደስ እዩ ዝብል እና ከምዚ ንዓመታ ከዓ ንስኻትኩም ኣብ ስደት ዘለኹም የሕዋተይ መፂኹም ተኽብርዎ ይግበርኩም ኣውደ ኣመት ኩን እናቐረበ እዩ ሕማማት ኩን ኣትዩ እኒኤ ሕማማት ብሰላም ሓሊፉ ናብ ኣውደ ኣመቱ ከዓኒ ብሰላም የብፅሐና ክብለኩም ፈቱ ኣብዚ ናይ ሆሳእና እናገዛእና ኢና ማለት እዩ ናይ ኢደይ ገዚኤ ናይ ርእሰይ ከዓ ሓፂሩ እኖዚ ኣብ ላዕላ እየ ገዚኦዮ መሰ ማለት እዩ ከም ትርእይዎ ዘለኹም ቀደም ቆልዑ ኮይና ክንደይ ንሕጎስ ነርና ከምዚ ገለ ክንገብር ከለና ኣብዚ ንዓይ ዝኣክል ረኺቢ ሕዚ ከምዚኣ ገይራ ሓፍተይ እናኣሰረትለ እያ ትርእይዎ ዘለኹም ደስ ዝብል ድባብ ኣሎ ደጊመ ደጋጊመ እንኳዕ ኣብፀሐና ክብል እፈቱ ናብ ኣብ ድማ ዓመቱ ከዓ ብሰላም የብፅሐና ክብለኩም እፈቱ የሕዋተይ ከም ዝፍለጥ ሽሮ በርበረ ጥሕኒ ሕልበት ዝተፈላለዩ መሓዘላት ከምዚ ዝመሰሉ ምስዳድ ንደገ ጀሚረ እየ ከምቲ ትፈልጦ ስለዚ ኣዘዛና ተስ ብዲኤችኤል ተደሊኽን ብፖስታ ክንሰደልክን ንኽእል ኢና ስፈታትኩን መሪፅክን ብዝደለኹንኦ

እኛው ቤተክርስቲያንና ስዒብና ኣኽቢርና ኢልና ከዓኒ ሰትና ገዛዚእና ያው ጉዕዞ ንገዛና ከምቲ ትፈልጥዎ ነዳጅ ከቢረን እየን ፍርቂ መንገዲ ብእግርና ፍርቂ መንገዲ ብባጃጅ እዩ ዘሎ ከቢሩ እዩ እዚየ ሙሉእ ንሙሉእ እከ ብእግርኻ ከይትኸይድ ቆልዑ ሒዝካ ፀሓይ ከቢድ እዩ ያው እቲ ዝዓበየ መንገዲ ብባጃጅ እቲ ዝነኣሰ ከዓ ብእግርና ረኽሞ ከምዚ እኒኤ ድባብ ኣብ ገዛና መፂና ከዓኒ ከምዚ ጌርና ኣብ ጣውላና ሰትና ሳኒስና ፋንድሻና ፈንዲሽና ቡናና ኣፈላሊሕና ሕምባሻና ከምዚ ጌርና ቀራሪብና ንብለኩምና ደስ ዝብል ሆሳእና እዩ ነይሩ ኣብ ገዛና ስዋ ጥራሕ እዩ ዘይነበረ ኣብ ገዛና ናይ ሰነፋት ማለት እዩ ኣዚኣ ጌርና ዕጣና ተኸኸኸ ቢልና ቡናና ቀራሪብና ንብለኩም የሕዋተይ ብጣዕሚ ደስ ዝብል ውዕሎ እዩ ነይሩ ከምዚ ቤተ ክርስቲያን ገለ ስዒምካ ክትመፅእ ከለኻ ኣብ ገዛኻ ከምዚ ኢልኮም ጎይታኻ ከምዚ ሕምባሻ ቀረቡ ኣቢልካ ኣለዎም ከምዚ ገይሮም ቁርስ ኣቢሎም ሓዚ ቁርሲ ቡና ክብሉኻ ከለዉ ያው ሕጉስ መዓልቲ ኢኻ ትውዕል ስለዚ ንቀደም ቦሉታ ንብለ ኣለና ንሕና እውን ኣብ ስደት ዘለኹም ግን የሕዋተይ ኣብ ስደት ዘለኹም ግን ኣሕዋተይ ከምቲ ኣነ ከምዚ ገይረ ዘኽብሮ ዘለኹም ንሳትኩም ግን ያው ከምዚ ጌርክን ምስ ቤተሰብክን ድዩ ተመሪዕኹን ምስ ሰብኡትክን ምስ ደቅኽን ድዩ ተኽብሩ ይግበርኩም ተኽብራ ይግበርክን የሕዋተይ ብሰላም ስደት ክነፈፂሙ ኣብቲ ዝሓሰብኩ በፂሕኽን ብሰላም መሬት ዓድኹም የርግፅኩም ክብለኩም እፈቱ ናታን ከዓ እኒኤ በቃ ፋንድሻ ሞት እዩ ፋንድሻ ትሕዝኑ እዩ እና ከምዚያስ ዝመስለ ኣገልግል ፋንድሻ መትሐዚ መብልዒ ቁርሲ ገለ ትደልያ ያው ኣዘዛና ማለት እዩ ናይ ፖስታ ናይ ዲኤችኤል መልእኺ ብጣዕሚ ከባር እዩ ደጊመ ደጋጊመ ክነግረክን ኣብቲ ሓሳብ ጌርክን ምንታ ክትእዝዛን እየ ማለትስ ናይ ዲኤችኤልን ፖስታን ስኢሉ ከም ዝርካሽ መሲሉክን ካብ ምድዋል ያው ኣብቲ ሓሳብ እቲኽን ንክትድውላለ እየ ዝነግረክን ዘለኹ የሕዋተይ ንቀደም በሉ እናበልና ኢና ፋንድሻ ንብለክን ኣለና ያው ናታን ስለ ዝርብሸና ከምዚ ኣገርና ኣብ ጣውላ ንዓይና ንሰቲ ዘለና ቡናና ኣፍሊሕና ማለት እዩ ሓደ ግዜ ከምዚ ፅቡቅ እዩ ናታን እውን ስለዚ ድሓዊ ፈርሕ እየ መብዛሕትኡ ግዜ ከምቲ ዝብለክን ያው ፈሓም ኣብ ካሊእ ገዛ ገይረ ወይ ከዓ ኣብ ደገ ገይረ ኣፍሊሐ እየ ናብዚ ዘምፅኦ ንምንታይ እሸ ይብለንን ቆልዓ ቆልዓ ከዓ ንሓዊ ተጠንቂንካ እዩ ወለድና ካብ ኩሉ ነገር ንቆልዓ ሓዊ ማይ ምዉቕ ፀብሒ ተጠንቀቑ እዮም ዝብሉ ስለዚ ያው ኣነ እውን እናፈራሕኹ ከማ እየ ዝገብር ማለት እዮ ፍልሕ እንዲ ፈርኖ ለቕሪበ ግን ዘይርብሸኒ እንተኾይኑ ሰብ ዝሕዘለይ እንተረኺበ ሓሓደ ግዜ ገለ እምበር ኣበየ ብዙሕ ኣየቕርቦን እየ ማለት እዩ። ቡናና ሰታቲና ኢልና ከዓኒ ንጉሆ ሰሪሕናዮ ዝኸድና ንጉሆ ሰራሪሕናዮ ዝኸድና ሕልበት ከዓኒ ከምዚኣ ጌርና ክንወቅዕ ኢና። ሕልበት ግን ከም መሰለ ጽቡቕ ሕልበት ክትእዝዛ ትደልያ ኣዝዛኒ ክሰደልክን እኽእል እየ። ጽቡቕ ሕልበት እዩ፣ ኣብ ገዛ እየ ዝሰርሖ። ስለዚ ኣዝዛኒ ሕልበት ኣቋቃቃ ኣተሓሓዛይ ከመይ ርኢኹንኦ ጽቡቕ ዶ ረእኽንአን ሕልበት ሕልበት ክውቃዕ ከሎ ቀደም እንታይ ትዝክራ ኢድክን ቀሪብክ ናብ ኢድና ሃቡና ክትብላ ከለዋ ኮነት ይባና ረእኽንኦ ሕልበት ብጣዕሚ ጽቡቕ እዩ ኮም መሰለ ጻዕዳ ሕልበት እዩ ናይ ኣክሱም ሕልበት መቸም ፍሉጥ እዩ ሕልበትን ስፈን ፍሉጥ እዩ ሓቂ ንምዝራብ ማለት እዩና ከምዚ ዝመሰለ ጻዕዳ ሕልበት ጽቡቅ ክንሰደልክና ኣዝዛና ኢኽን ቁጽሪ ስልከይ ኣብ ኮሜንት ፒን ገረ ከቅምጦ እየ ስለዚ ምእዛዝ ኣይ ትዕፈራ ኣዝዛኒ ብጽቡቅ ገይረ ብጽሬት ሰሪሐ ክሰደልክን እየ በርበረ ሽሮ እውን ብናይ ባዕልኽን እየ ዝሰርሕ ታብኡ ናይ ድኻም እየ ዝኽፈል ማለት እዩ ንምንታይ ቅመማት እተፈላለየ ነገር ኣውዚያት ክባር ስለ ዝኾነ ስለዚ ብጽሬት ጌረ ክሰርሐልክን ይኣዝዝ ኣነ ክቡራተይ ከምዚኣ ጌርና ሕልበትና ቀራሪብና ሕልበት ረቕንኦ ክጽዕዱ ክጽብቕ ከምዚኣ ጌርና ሰራሪሕናዮ ዝኸድና ንዎ ቡናና ሰታቴና ኢልና ከዓ ከምዚኣ ጌርና ምሳሕና ውቅጥ እያ እምበር ይሕዋተይ እና ንቀደም በሉ ከምዚኣ ግና ምስ ርያን ኣቀራሪብና ናታን በቃ ጊዋዎ ምስ ርያ ምስ ሓባ እዩ ታብዝታ ሽሙ እና ኣዘዛና ኩሉ ነገር ብፅሬት ክንሰደልክን ኢና ንቀደም በሉ ኢልና ናይ ሎማዓንቲ ውዕሎና እዚኣ እያ ትመስል ይሕዋተይ እስኪ ላይክ ሼር ሳብስክራይብ ግበሩለይ ሳብስክራይብ ጌርኩም ሓምሳ ሽሕ ምታብ ከ ኣብየኩም ኣረ ግደፉ ኣይዋ ኣነ ሕማቃት ነገራት ተዝቀርጽ ነይረ ግን ኣብየት ሚእቲ ሽሕ እኮ ሳብስክራይብ ምኣተኹ በለካ ለክዓካ ተዝብል ነይረ ብሓቂ ንምዝራብና ፈትወኩም እየ ሰሰናይ ንዓኹም